ሊሊ ኩሉ ነገር በፂሓቶ ኣሌክስ እዚ ዝኣክል ቅርሺ ናበይ ጌርካዮ ንመን ኢኻ ሂብካዮ ወይስ ናበይ ኢኻ ጥፊኻዮ ናብ ዘጥፋእካዮ ነገር ኣነ ክፈልጥ ይደሊ ኢላ ትማሊ እንዳጠየቐቶ ከም ዝነበረ ትሪእና ኣበይ ከም ዘጥፍኦ ወይ ከዓ ንመን ከም ዝሃቦ ድማ ኣሌክስ ተናገረሎ ማለት እዩ ሰላም ሰላም ናይ ሸዊት ዩቱብ ተኸታተልቲ ዝኾንኩም ከመይ ኣለኹም ሰላም ዲኹም ኣነ ሰላም እየ እግዚኣብሔር ይመስገን ንስኻትኩም ለ ኣብ ዘለኹምዎ ሰላምኩም ብዝሕ ትርፍ ይበለለይ እንዳበልኩ ለመዓንቲ ድማ ብሓድሽ ቪድዮ መፅኤኩም ኣለኹ ነዛ ቪድዮ ክትጅምሩ ከለኹም ላይክ ብምግባር ጀምር ኢኹም ሓደሽቲ ዝኾንኩም ድማ ሰብስክራይብ እናገርኩም ቤተሰብ ኮኑ ክለኩም ይፈቱ ማለት እዩ ቤተሰብ ዝኾንኩም ድማ ሸር ላይክ ምግባር ኣይትሕመቑ ይኹም ማለት እዩ እና ለማዓንቲ ዝመፀክሎ ርእሲ ብዛዕባ ሊሊና ኣሌክስ እዩ ከምቲ ኩሉ ግዜ ዝመፀልኩም ትማሊ ሊሊ ማለት እዩ ኣሌክስ ብቀዳማይ ይቅርታ ከም ዝሓተታ ይቅርታኡ ድማ ክትቅበሎ ከም ዘይክኣለት ሊሊ ኣነ ውሽጢ ዝኾነ ነገር ይስምዐኒ ኣሎ እዩ እና ክኣምነካ ኣይኽእልን ኢላቶ ነይራ ማለት እዩ ትማሊ ኣብ ዝረኣናዮ ድማ ሊሊ ንኣሌክስ ረኺባ ማለት እዩ ዘይተፀበየቶ ዘይሓሰበቶ ኣደንጋፂ ነገር ከም ዝረአየት ይናርእና ማለት እዩ እቱ ኣደንጋፂ ነገር ዝበሃል እንታይ እዩ ተልኩም ድማ ካብ ኣካውንቶም ብዙሕ ቅርሺ ትራንስፈር ከም ዝተገበረ ናብ ካሊእ ከም ዝተመሓላለፈ እያ ሪኣ። ኣጋጣሚ ሊሊ ናይ ኣሌክስ ስልኪ ትሕዞሞ ዝመሰጅ ናብዚ ስልኪ ተላኢኹ ትሪኦ እሞ ብጣዕሚ ድማ ትድንግፅ ኣነ ከምዚ ዓይነት ንመጀመርያ ርአ ነቲ መረት ዝረእኽዎ ኣነ እየ ከምዚ ዓይነት ስርየ ኣይፈልጥን እየ ማለት ቅርሺ የመሓላለፍ እዩ ኩሉ ግዜ ይልእኽ ወይ ከዓ ትራንስፈር ይገብር ግን ክንድዚ ዝኣክል ቅርሺ ርየ ኣይፈልጥን እና ንኣሌክስ ድማ ክጥይቆ እየ ኢላ ማለት እዩ ሌሊ ፀጉራ ክትስራሕ ብዝኸደት ኣጋጣሚ ኣብቲ ቦታ ሓቢሮም ስለ ዝነበሩ ማለት ቅርብ ቦታ ከም ዝነበረት እያ ትሕብር ነይራና ንኣሌክስ ፀዊዓ ድማ ዝኾነ ነገር ተፈጢሩ ኣሎ ኣብ መንጎና እና ክሓተካ ይደሊ እየ ከም ዝበለቶ ማለት እዩ ኣሌክስ ኖርማል ኮይኑ እዩ ቀሪዋ ማለት ከም ሰላም ዝተፈጠረ እዩ ኮይኑ ነይሩ ሊሊ ግን ብዝረእቶ ደስተኛ ስለለይኮነት ኖርማል ኣይኮነት ነራ ማለት እዩ ኣነ ክሓተካ እንታይ ደኣ ኮይንካ ገዛ ዘይመጽኻ ምሳሕ ኣይትምሳሕ ኢድኻ ኢላቶ ማለት እዩ ኣሌክስ ድማ ኣነሲ ምሳሕ ክምሳሕ ምግቢ ክበልዕ ብቻ ድየ ናብ ገዛ ዝመፅእ እንድሕር ሰላም ዘየለ እንድሕር ፍቕሪ ዘየለ እንድሕር ምድርዳእ ዘየለሲ እንታይ እየ ክገብር ክመፅእ ሚጉ እኮ ኣብ ዝኾነ ቦታ ከይደ ክበልዕ ይኽእል እየ ኣብ ዝኾነ ቦታ ከይደ ክምሳሕ ይኽእል እየ ቁርሲ እውን እሲ ብደንቢ ገይረ ኣይበላዕኹይ ርኢኸኒ ኢኺ ዳርጋ ሰው ኢለ ወፅየ እና ሰላም ስለ ዘየለ ስለ ዘይተረዳዳእና ክተኣምንኒ ስለ ዘይከኣልኪ እየ ዘይከኣልኪ እዩ እዚ ዝፍጠር ዘሎ ከም ዝበላ ማለት እዩ ሊሊ ድማ ኣነ ክኣምነካ ተኮይነ እስኻ ክትሕሸየኒ ኣይነበረካን ምክንያቱ ንስካ ትናገሮ ዘለካ ነንበይኑ እዩ ሓደ ዓይነት ቃል ኣይኮንካይ ሓደ ግዜ ኣብ ሆቴል ሓዲረ ትብል ሓደ ግዜ ምስ ቤተሰብ ሓዲረ ትብል ሓደ ግዜ መሽኒ እዩ ትብል በቃ ብዙሕ ነገራት ኢካ ትናገር ዘለካ እና ንከምኡ እዩ ዋነ ክጠራጠረካ ዝገብረኒ ዘለዎ ምስቲ ውሽጠይ ዝብለኒሲ ምስቲ ውሽጠይ ዝብለኒስ ሓደ ኮይኑና ብከምኡ እየ ክኣምነካ ዘይክኣልኩ እንዳበለቶ እያ ማለት እዩ እና ኣብዚ ሓደ ነገር ክብል ዝደሊ ማለት እዩ ንሊሊ ማለት እዩ ውሽጥና ብዙሕ ነገራት ክብለና ይኽእል እዩ ንክንጠራጠር ንክንጠራጠር ሲ መንገዲ ክበና ይኽእል እዩ ርእስና ሓደ ኩሉ ውሽጥና ዝብለና ክንኣምኖ የብልናይ ሕማቅ ነገር ክብለና ከሎ ድሕር ተቃቢልናዮ ግድን እዩ ነቲ ሕማቅ ነገር ንሓስቦ ማለት እዩ ሕማቅ ክሓሰ ከሎ ነኖ ከምዚ ሰይኾነ ኢልና ክንግስጾ ወይ ከዓ ክንኣልለና በይ ውሽጥና ንዝበለና ኩሉ ንኣምኖ ተኮይንና ሓደጋ እዩ ማለት እዩ ሓደ ሓደ ግዜ ከዓ ከምዚ ብውሽጥካ ትሓስቦ ነበርካሲ ብኣካል ይኸውንና ኣይፅቡቅን እየ ክብላ ልኽእል ንልሊ ማለት እዩ እና ኣሌክስ እውን ዝሓተቶ ትሕቶ በቃ እሺ ሰላም ኮይና ድና ይኮናን ኢልዋ በቃ ምንም ክንበኣስ ክንጨቃጨቅ ንኽእል ኢና ኖርማሊ ግን ዝኾነ ሓድሽ ነገር ተፈጢሩ ስለ ዘሎ ክጥይቀካ እየ ብትክክል ድማ መልሰለይ ኢኻ እያላቶ ማለት እዩ እሺ ፀገም የለይ ጠይቅኒ ኣነ እውን ክምልሰልክ እየ ኢልዋ ማለት እዩ ሊላ ዓይነይ ድማ ዝኾነ ስልክ ካብ ገዛ መሽ ገዲፍካ ይኸይድካ እና እንዳረእኹ ነይረ ብዙሕ ቅርሺ ትራንስፈር ከም ዝገበርካ ናብ ካሊእ ከም ዝተመሓላለፈ እዩ እዩ መሰጅ ዝርእ ዘለኹና ናበይ ከይዱ እንታይ ጌርካዮ ዝኽሉ ኢላ ጠይቃቶ ኣሌክስ ድማ ብጣዕሚ ብጣዕሚ እዩ ተናዲዱ ማለት እዩ ንምንታይ ማለሲ ብቕርሺ ከምዚ ኢላ ትቋፃፀረኒ ንምንታይ እዚሲ ቅርሺ ትራንስፈርሲ ብብዙሕ ነገር ክኸውን ይኽእል እዩ ትራንስፈር ልገብሮ ወይ ከዓ ለውፆ ከዓነ ንዓይ ንዓኸን ብዝጠቅም ንሓዳርና ብዝጠቅም እየ እምበር ምንም ነገር ንኮንቶ ዝኾነ ነገርሲ ኣይከጥፍኦን እየ እና ስለምንታይ ከምዚ ሓሲብኪ ኢልዋ ማለት እዩ ግድን እዚኦም በዓል ሓዳር ስለዝኾኑ ግድን እንታይ የውፅ እንታይ የእቲ ክትፈልጥ ሲ ኖርማል እዩ ተሓተተቶ ሲ ምንም ዘፀግም ነገርስ የብሉን ማለት እዩ። ኣሌክስ ግን ክትጥይቆ ወይ ከዓ ክትሓቶ ኣይደልን ምቁፅፃር ኣይኮነ እዚ ቤተሰብ ማለት እዩ። ብቐርሺ ክትቋፃፀርንሲ ኣነ ኣይደልን እየ ኢሉዋ እዚ ምቁፅፃር ዘይኮነስ መቸም ሳይንሴስን ማለት ሓደ ኣካል እዮም እና ኩሉ ኦስ ክትፈልጥ ኣለዋ እየ ዝብል ኣሌክስ ናይ ወዲ ነገርሲ ኣየርድኣክን ብዙሕ ነገር ዘየርድኣኪ ኣሎ እዩ እንዳበላ ማለት እዩ ማለት ክስካብ ሕዝሲ ከመይ ወድን ጓልን እንዳተባሃልና ዲና ነርና ከምዚ ዓይነት ሓሳብስ ነይርና ድዩ ወይስ ንሐጂ ሓዱሽ ነገር እዩ ኢልዋ ማለት እዩ በቃ እስኸ ክትርድእኒ ትኽእሊ ኣነ ክነግረኪ ዘይክእል ብዙሕ ነገር እዩ ኣሎ ኢልዋ ማለት እዩ እቲ ብዙሕ ነገር ኣሎ ዝበሃል እንታይ እዩ ገና እዩ ኣይተፈለጠ እዩ ዘሎ ምስጢሩ ማለት እዩ ሓቢርና ድማ ክንሪኦ ኢና ማለት እዩ እና ኣብ መጨረሻኡ ኣሌክስ ማለት እዩ ከምዚ ኢልኪ ኣይትጨቃጨቀኒ በቃ ማለት ዳርጋ ናብ ምፍኽኻር እዩ ነይሩ ማለት እዩ። በቃ እመንኒ እመኒ እንድሕር ዘይትኣምኒ እንተኮይኑ ግን በቃ ናይ ባዕልኺ ጉዳይ ኢልዋ እዩ ከይዱ ኣብ መጨረሻ ማለት እዩ። ሊሊ ብጣዕሚ እያ ሓዚና ማለት እዩ። ከምዚ ኢልዋ ክኸድ ኣይነበረ ቀስ ኢሉ ክረዳድኣ ወይ ከዓ እቲ ዘውፀሉ ምክንያት ክነግራ ነይርዎ እየ ዝብል ኣነ ማለት እዩ ብርግፅ ንሕማቅ ነገር ከም ዘይውዕሎ ይኣምን እየ ኣነ እውን ማለት እዩ ንክልቲኦም ዝጠቅም ነገራት ኣውዕልዎ ክኾን ይኽእል እዩ ግን ከዓነ ኣብ ሓዳር ሲ ይሄን ይሄን እንዳተባሃልካ እንዳተረዳዳእኻ እንዳተነጋገርካ እምበር በቃ ኣነ ጥራይ እየ ክትብል የብልካን እየ ዝብል ኣነ ቤተሰብ ማለት እዩ እና ሊሊ ድማ እዚ እዩ ኣባሳጭዋን እዮ ማለት እዩ ዜራ ዜራ ግን ኣበይ ከም ዘጥፍኦ ወይ ከዓ ንምንታይ ከም ዘጥፍኦ ምፍላጥ ኣኮ ይቀርያን ግን ከይተናደደት ከይሓረቀት እንተዝነግራ ነይሩሲ ደስ ይብል ነይሩ ማለት እዩ። እና በስተመጨረሻ ኣሌክስ እቲ ቅርሺ ንምንታይ ከም ዘውዓለ ወይ ከዓ ንምንታይ ኣጥፊእዎ ኩሉ ነገር በፂሓቶ ኣላ ማለት እዩ ኣሌክስ ድማ ኣብ ምንታይ ከም ዘጥፍኦ ምንታይ ከም ዘውዓሎ ለው ለጥፈኣሉ ቦታ ብጣዕሚ እዩ ዘናድድ ብጣዕሚ እዩ ዝሓርቕ እና እዚ ብምፍላጥ ኣሊለ ድማ ብጣዕሚ እዩ ተናዲዱ ብጣዕሚ እዩ ሓሪቑ ኣሌክስ ማለት እዩ እና ብሰላም ክፈትሕዎ ተስፋ ይገብር ማለት እዩ ናይ ለማዓንቲ ቪድዮ ሒዘልኩም ዝመፅኹ ነዚያ ትመስል ነይራ ኣብ ቀፃሊ ቪድዮና ክሳብ ንራኸብ ድማ ሰስነይ ንዓኹም ባይ ባይ ባይ ባይ ላይክ ሸር ግበሩ ኢኹም ሰስነይ ንዓኹም